ሰላም ኣሕዋት ከመይ ቀኒኹም ሰላም ክትህልው ተስፋ ይገብር ኣብ ዝሓለፈ ክላስና ጀሚርና ከም ዝነበርና ሰከንድ ሲዝን ወይ ድማ ካልኣይ ስቴጅ ኢና ጀሚርና ዘለና ብዛዕባ ናይ ዝተፈላለዩ መዓልታዊ ኣብ ሂወትና ንጥቀመሎም ነገራት ብኸመይ ብቐል ዝበሉ መንገዲ ንሰርሕ ኢና ንመሃር ዘለና ሶ ናይ ሎማዓንቲ ክላስና ኣብ ዝሓለፈ ብዛዕባ ዕድመ ናይ መርዓ ጌርና ኔርና ቀዳማይቲ ካልኣይቲ ድማ ሕጂ ከኣ ካብኣ ንእሽተይ ሕልፍ ዝበለት ወይ ድማ ካልኣይቲ ካብኣ ልዕል ዝበለ ደረጃ ዘለዋ ናይ ዕድመ ካርድ ክንሰርሕ ኢና ማለት ኢሎም መዓንታ ኦኬ ናይ መርዓ ማለት እዩ ዘድልዩና ነገራት እዚኦም ከድልዩና እዮም እዚኦም ኣርባዕተ ስእልታት እዚአን ከድልያና እየን ሽግር የለን ክንገድፈልኩም ኢና ኣብቲ እንታይ ዝበሃል ኣብቲ ናይ ዩቲዩብ ፎልደር እዚኤን ካብኡ ክትወስኦ ንትኽእሉ ኢኹም እንተዘይኮነ ከዓ ባዕልኻትኩም ክትጥቀሙለን ትኽእሉ ኢኹም እዚኤን ከተምፅኦን ትኽእሉ ኢኹም ማለት እዩ ኦኬ ሰው ንቐፅል መጀመርታ ፋይል ኢልና ንዩ ንኣቱ ኦኬ ብድሕሪኡ ክንደይ ክንባ ኢና መሲልኩም እዚ ዒስራ ንባ ኢና ሴንቲሜተር ነው ይቅርታ ሴንቲሜተር ኢንች ዝንገሮ

ዶኩሜንትና ከነምፃእ ኢና ማለት እዩ ፖርትሬት እያ ዘላ ስለዚ ላንድስኬፕ እያ ዘላ ፖርትሬት ክንቅይራ ኢና ማለት እዩ ኦኬ ኣብ ዝተኣቱ ትራንስፎርም ኣትኹም ኦኬ ሮቴት ትገብርዋ ማለት እዩ ኦኬ ሽግር የብሉን ናብ ዝኾነ ሮቴት ክትኮን ትኽእል እያ ብዙሕ ሽፍን ከነብላ ስለ ዝኾና ኦኬ ንገብራ ኢና እንደዘን ብድሕሪኡ እንታይ ክትገብሩ ኢኹም ብድሕሪኡ ማለት እዩ ሓንቲ ክሬት ሌየር ክትከፍቱ ኢኹም ኦኬ ክሊክ ትሬየር ክንገብር ኢና ኣብዚኣ ናይ ፔን ክንኣቱ ኢና እዚ ፃዕዳ ከም ዘሎ ዳረጋግፁ እና ፃዕዳ ለኸይዋ ኦኬ እንዘን ኤሬዝ እተዉ ኤሬዝ ንእሸይ የዕብይ ወራይት ክሊክ ጌርኩም ኦኬ ብድሕሪ ሽዑኡ ኦፓሲቲ ንእሸይ ኮነ ጉድል ኢና ፍሎው ንእሸይ ኮነ ጉድል ኢና ንእሸይ ማለት እዩ ኦኬ እዚአን ሽዑ ከምዚ ንእሽተይ ማለት እዩ ንግዚኡ እዚ ከምዚ ኢሉ ዝጽንሃልና ዳሕራይ ከነስተኻኸላ ኢና ማለት እዩ እዚኣ ኦኬ ንሕጂ ግን ጻዕዳ መጽሓፊ ክኾነና ከምዚ ኢና ክንገብሮ ማለት እዩ ኦኬ ሶ ንቐጽል ብድሕሪኡ ነምጽኣ ድማ እዚኣ ካልኣይቲ ከነምጽኣ ኢና ኦኬ እዚኣ ስእሊ እዚኣ ስሒብና ከነእትዋ ኢና ናፍታ ደሊናያ ዘለና ኤርትርታ ሶሪ ናፍታ ደሊናያ ዘለና ናብኣ ስሒብና ከነእትዋ ኢና እዚ ይድልየና ይኹን ድምሶ ኢና እዚኣ ስሒብና ናብዛ ዶክመንትና ከነእትዋ ኢና ኦኬ ናብዛ ዶክሜንትና ከነእትዋ ኢና ናብዛ ዶክሜንትና እቲና ሽዑ ኣብዚ ኣሮ ትሪእዎ ኣለኹም እዚ ከነዕብዮ ኢና ድሕሪ ካብታ ኣሮ እንተ ርሒቕ ኢልኩም ንእሽተይ ከርቭ ትቐየር ኣለታ ኣሮ ከርቭ ክትቀይር ክትቀይረልኩም እያ ከማል ሽዑ ኦኬ ከምዚ ጌርኩም ኣክልል ተብልዋ ማለት እዩ እሺ ጌርኩም ኣክልል ተብልዋ ንእሽተይ በዚ ብጎኒ ሒዝኩም ኣልቲ ሒዝኩም ንእሽተይ ከምዚ ኣስፍሕ ተብልዋ ማለት እዩ እዚኣ ኦኬ ከምዚ ትገብርዋ ትኽእሉ ኢኹም ከምዚኣ ጌርኩም እዚኣ ተስተኻኽልዋ እነዚኣ ብድሕሪኡ ኣልቲ ሒዝኩም ንዓኣ ሰሓብዋ እንደገና ንታሕቲ ንዘን ብድሕሪኡ ኤዲት ኢና ኣቲኹም ትራንስፎርም ሚእትን ሰማንያን ዲግሪ እንቅይራ ኢና ነዚኣ ማለት እዩ ገምጢልናያ ማለት እዩ ተረዲኣትኩም ናይ እዚኣ ኣንጻራ ማለት እዩ ኦኬ ሶ በዚ ታሕቲ ንእሸይ ክንገብርላ ኢና ከምዚኣ ጉድ እንጃ ጌርኩም ኣስተኻኽለዋ እዚኣ ቅልል ዝበለ ስለ ዝኾነ ኣጆኹም ኖርማሊ ኣየሸግረናን እዩ ንዘን ብድሕሪኡ እዚኣ ወዲኣላ ስራሓ ክሎዝ ክንብላ ኢና እዚኣ ሪንግ እያ እዛ ሪንግ ስሒብኩም ናብዚኣ ንሰርሓላ ዘለና ክትእትውዋ ኢኹም ኦኬ ኦኬ ጉድ ንቐፅል ኣብዛ ሰሪሕ ንሰርሓላ ዘለና ኣብ ላዕሊ ክንገብራ ኢና ሓንቲ ኦኬ ኣነሽ ኣቢል ንሓንቲ እዚኣ እንደገና ኣልቲ ሒዝኩም ሰሓቡ ንማእኸል ኣብዚኣ ዓባይ ግበርዋ ኦኬ ሾ ኦፓሲቲ ኦኬ ኦፓሲቲ እዚ ቶታሊ ክትጎድል ክትብል ኣለ ኦፓሲቲ ኣሳስ ከምዚ ትኾን ኦኬ ንእሽተይ ከነውድላ ኢና መሊስና ዓሰርተ እና ጌርናያ ዘለና ትሪእዋ ኣለኹም ዲኹም ኣብዚ ከባቢ ሓሙሽተ ሃንጋርያ ንሓንሳብ ሽዱሽተ ከም ዝተወነ ንቐፅል ብድሕሪ እንታይ ክንገብር ኢና ቴክስት ክንኦት ኢና ኣብ መንጎ መንጎ ድማ እናስተኻኸልና ክንከይድና ማለት እዩ ቴክስት እተው ከምቲ ናይ ቀደምኩም ግእዝኩም ክፈቱ ባዕልኹም ተሊኹም እንግሊሽ ግበሮ ብዝደለኹም ማለት እዩ ናይ ሎም ስታይል ኣፀሓሕፋና ማለት ካብቲ ናይ ቅድሚ ሕጂ ፍልይ ዝበለ ክኸውን እዩ ማለት እዩ ኦኬ ንቐፅል ኢትዮጵያ ይብስ ገብረ ያነ ብኣኽበርትኹም ክንጅምር ኢና ኦኬ ኣኽበርትኹም ኢልኩም ጀምሩ ኣኽበርትኹም ኦኬ ፃዕዳ እዩ ዘሎ እዚ ፀሊም ክትቅይርዎ ከም ኣብዚኣ ኣብዚኣ ናይ ከለር ናይ ቴክስት ኣትኹም ፀሊም ጌርኩም ኣኽበርትኹም እዚ ከም ዝኾነ እዩ ከዛ ንሾ እንደዘን ኣኽበርትኹም ብኣኽበርትኹም ኢና ክንጅምር ሎማዓንቲ እሺ ኣኽበርትኹም ኢልና ብድሕሪ እንታይ ክንገብር ኢና ኣልት ሒዝኩም ኣልት ሒዝኩም እዚኣ ስሓቦ ኣልት እንተ ናይ በቐዳይ ዘረኣኹም ኣልት ብዚኣ ሓንቲ ካልኣይቲ ብዚኣ ኦኬ good ኣስተካክሏ ብድሕሪኡ ከኣ ኣብዚኣ ሓንቲ ካልኢት ከኣ ኣብዚኣ good እዚኣ ሽዑ ማእከል ትኮነልኩም ኦኬ ከምዚኣ ኢልኩም እዚኣ ንላዕሊ እዚኣ ከምዚኣ ትገብርዋ ኢኹም ኣኽበርትኹም ኢልና ኣብዚ ጸሓፍዎ ባዕልኹም ሽዑ ኣብዚ እንታይ ትጽሕፉ ናይ መርዓዊ ኣቦ ኦኬ ኣቦ ኣደ ገለ ጌርኩም ነዛ ብድሕሪኡ ኣኽበርትኹም ስሒብኩም ናብዛ ታሕቲ ምጽለይ እንደገና ኦኬ ኣብዚኣ ታሕቲ ምስ ሰሓብኩማ እዚኣ ናብዛ ፀግዕ ክተብልዋ ኢኹም ሽዑ ፅሕፈት እተው ናብ ናብ ክቡር ኦር ክብርቲ ትገብርዋ እዚኣ እሺ እንዘን ብድሕሪኡ እዚኣ ተስተኻኽልዋ ከምዚኣ ኢልኩም ኣብዚ ጫፍ ትገብርዋ ሽዑ ሓንቲ ኣንደርላይን ከነምፅኢና ማለት እዩ ኦኬ ኣንደርላይን ዝኾነ ኣንደርላይን ክትገብሩ ትኽእሉ ኢኹም ዋላ ካብዚ እውን ድሕርታ ክብርቲ እውን ኣንደርላይን ክትቅፅሉ ትኽእሉ ኢኹም እሺ ኣንደርላይን ኣበይ ይገብር ኣለኹ ሽፍቲ ሒዘ ማይናስ እየ ዝጥዎ ዘለኹ ሽፍቲ ሒዘ ማይናስ ማለት ላዕሊ ኣብ ጎኒ ዜሮ ኣላትኩም ማይናስ ሽፍቲ ሒዝኩም ማይናስ ትገብሩ ማለት እዩ ኣክበርትኩም ዳሽ ትገብርዎ ማለት እዩ ኦኬ ካልእ ግዜ ካልእ ስታይል ክንሰርሕ ከለና እቲ ናይ ዳሽ ጌርናዮ ዘለና ካልእ ዓይነት ስታይል ክንጥቀመሉ ኢና ንሕጂ ግን በዚ ኢና ክንሰርሕ ማለት እዩ እሺ ኣኽበርትኹም ኢልኩም ከምዚኣ ትገብሩዋ ታዳሽ ተሓፂራትኩም ወስኹላ ኦኬ ኣኽበርትኹም ኢልኩም ከምዚኣ ትገብሩዋ ንእሽተያ ንእሽ ከተብሉዋ ኢኹም ናብ ክቡር ወይ ክብርቲ ብድሕሪ እንተ ክንቅጽል ኢና ሽዑ ኣብ ኣኽበርትኹም ስሒብኩም ኣብ ታሕቲ ምጽለይ ኣልትሒዝኩም ኢኹም ትስሕቡ እንታ ናይ ኩሉ ግዜና እዚኣ ምንገራ ኣይተልየኒ እተ ስሕብ ኣቢለ ኣልትሒዘ ስሕብ ከም ዘለኹ ፍለጡ ኣብ ታሕቲ ሽዑ እንታ ክንገብርና ናይ መርዓ ፕሮግራም መደብ ናይ መደብ መርዓ ክንገብሮ ኢና ወይ ድማ ዕድመ ክንገብሮ ናልና ዝኾነ ክንጽሕፈሉ ንኽእል ኢና መደብ መርዓ እውን ክንገብሮ ንኽእል ኢና መደብ መርዓ እዞም ክንገብሮ ንኽእል ኢና እዚ ሽዑ ኣብ ይተብሎ ወይ ድማ እንታይ ክትገብራ ትኽእሉ ኢኹም እዚኣ መርዓውቲ ክትገብሩ ትኽእሉ መርዓው መርዓውቲ መርዓው መርዓውቲ ስፐሊን ተደጋጊና ፅዒና ሓቂ መርዓውቲ መርዓውቲ ጌርኩም ኣብዚኣ ሽዑ ኣኽበርትኹም እንደገና ስሓቡለይ ኣብዚ ማለት እዩ ደቅና እዚኣ ክትኮለልና እያ ኩስቶ ዝባሃል መርዓዊ ምስ ኩስቶ ትባሃል መርዓት እዚኣ ክኾን ኣለና ኦኬ እዚኣ ዳሕራይ ከነስተኻኽሎ ኢና እቲ ዲዛይን ናቱ ሕጂ ክንፅሕፍ ጥራሕ ኢና ማለት እዩ ኦኬ ስለዚ ድሕሪ እዚ እንታይ ክንገብር ኢና ኣኽበርትኹም ንስሓባ ኦኬ ኣብዚ ሕጂ ክንፅሕፋ ኢና እታ ናይ ኩሉ ግዜ ፅሕፈትና ማለት እዩ ዕለት ገለ ማለት እዚኣ ሕጂ እንታይ እያ ሕጂ እዚኣ ንዕለት ዕፍቲ ኣበባናን ሓጎስናን ገለ ዝብል ኣሎ ምሽ ትኩሉ ግዜ ንገብሮ እዚ ስሕብ ኣቢልኩም ከምቲ ናይ ብቀዳይ ፅሒፍናያ ነበርና ምሳና ሓቢርኩም ክትውዕሉ ገለ መለ ዝብል ኣብዚ ኣምፅእ ኣብልዎ ኢኹም ከምዚኣ ኣነ ከምዚኣ ገይረ ከምፃያ እየ ኦኬ ንስኻትኩም ከኣ ኣምጽዋ ደስ ዝበለኩም ጽሕፈት ጽሑፉሉ ትኽእሉ ኢኹም እዚ ማለት እዩ and ዘም ብድሕሪኡ ብደሓን ምጹ ዝብል ሽዑ ከተድልየና እያ ማለት እዩ ኦኬ ብደሓን ምጹ ሽዑ ኣብ መወዳእታ ሶሪ መርዓውቲ ወላ ከዚኣ መርዓውቲ ስሒብና ናብዚኣ ንምጻይ ኣልትሒዝና and እዚኣ ብደሓን ምጹ ብደሓን ምጹ ኦኬ እዚኣ ናይ ስምዒት ምልክት ሽዑ ንገብረላ ኦኬ ብድሕሪ እዚኣ ኣብዛሕ ዓብያ ኣቢልኩም ኣብዚኣ ጫፍ ኦኬ ከምዚኣ ንገብራ ዳሕራይ ከነስተኻኽሎ ኢና ዲዛይን ሕጂ እንታይ ንገብር ኢና ከነስተኻኽል ኢና ማእኸል ማእኸል ከነትሕዞም ኢና እዚ እሺ ንታሕቲ ውርድ ከነብሎ ኢና ሕጂ ስለልና እዚኣ መርዓውቲ እውን ክንኣልያ ንኽእል ኢና ሶ እዚኣ ዓይኑ ተጥፍዋ መርዓውቲ ተፀሊኹማ ከዓ ዓይኑ ተጥፍዋ እዚኣ ደቅና ጥራሕ ዶ ይኸውን ንእሸ ይውስኽና ኣለና እዚኣ ደቅና ጥራሕ ትኸውን ትኽእል ስለዛ ደቅና እውን ማዕረት ፅሕፈት ናይ እቶም መርዓውቲ ከይትኾን ኣንሽ ተብሏ እዚኣ ትገብርዋ ኣኽበርትኹም ኣብዚ ከተምፅዎም ኢኹም ኦኬ እዚ ናብዚ ኦኬ ብድሕሪኡ ኣቦ መርዓዊ ኣቦ መርዓት ዝብሉ ዘለዉ እዚኣቶም ጫፍ ክሕዙልና ከም ትገብርዎም ኣሽማቶም ፀሓፍሎም ኢኹም ግን እዚኦም ሕራይ ኣሽማቶም ክትፅሕፍሎም ኢለ ኣቦ መርዓዊ ኣቦ መርዓ ዝብሎ ዘለኹም ፀሓፍሎም ኢኹም ባዕልኹም ኦኬ ኣኽበርትኩም ኣብዚ እዚኣ ሪንግ ከዓ ኣብዚ ክትኮነልና እያ ማለት እዩ ናይናስ እንታይ ተሪፋትና ኣላ ሓንቲ ዘየተና እያ ተሪፋትና ኣላ ማለት እዩ ሕጂ ከነእትዋ ኢና ንሳ እዚኣ ተሪፋትና ኣላ ኦኬ እዚኣ ስሒብኩም ኣብታ ዝደለኹማ ተእትውዋ ንጎኒ ክንገብራ ኢና ይቅርታ መጀመርታ ንጎኒ ክገብራ እየ ወይ ድማ ከምዛ ዘላታ እውን ክገብራ እየ ኦኬ ከምዚኣ እውን ክንገብራ ንኽእል ኢና እሺ ኣንእሽ ተብልዋ እዚኣ ጌርኩም ማለት እዩ ኣንእሽ ኣቢልኩም እንደገና ክንደግማ ኢና ይቅርታ እንደገና እዚኣ ክትድገም እያ ማለት እዩ ኣልትሒዝኩም እዚኣ ኣልት ኤስ ኮና እዚኣ ትወስዶ ኦኬ እንዘን ኤዲቲን ተኣቱ ክትግምጠል ስለ ዘለዋ ትራንስፎርም ተኣቱ ሆሪዘንታል ኦኬ ፍሊፕ ሆሪዘንታል ትዘላ ትግምጥለዋ ማለት እዩ ልክዕ ኣንጻር ናይቲ ኣያ ማለት እዩ ኦኬ ተርዲኣትና ክትኮን እዚኣ ተስፋ ገብር ያው ክትገብርዋ ትኽእሉ ኢኹም ላዕሊ ታሕትን ወይ ማዕረ እውን ክትገብርዎን ትኽእሉ ኢኹም ኦኬ ንግዚኡ ማዕረ ይኹን ኣለና ተደሊኹም እውን ናትኩም ዲዛይን ክትገብርሉ ይከኣል እዩ ማለት እዩ ወይ ከምዚኣ ክንገብራ ንኽእል ኢና ወይ ድማ ኣንእሽናኻ ኣብዛ ናይ መልዓውቲ ኣሽማቶም ጥራይ ክኾና ይኽእላ እየ ማለት እዩ ኣንእሻ ኣቢልኩም ኣብዘ ናይ መርዓውቲ ዘኢርኩም ኣረዶ ኮይነን ጉድ እዚኦም ገብረና ናይ መርዓውቲ ማለት እዩ ናይ መርዓውቲ ጥራይ ክንገብረን ንኽእል እዩ ዕንድዳ ኮይናትና ኣላ ኹም ክትገብርዎ ትኽእሉ ኢኹም ተልኹም ከዓ ዝኾነ ዓይነት ዲዛይን ከተውፅሉ ትኽእሉ ኢኹም ናትኩም ዲዛይን ማለት እዩ ኦኬ ብድሕሪ እንታይ ክንገብር ኢና ከለር ከተስተኻኽሉ ኣለኩም ሕጂ ከለር ፀሊም እዩ ሸዋት ኣብፀሓፍ ዘለዎ ሓደ ሓደ ነገራት ግን ከነስተኻኽሎ ኢና ንኣብነት ብድሓን ምፁ ኣብዚኣ ትኣቱ ኦኬ ኣብዚኣ ናይ ድሓን ምፁ ክሊክ ጌርኩም ኣብዚኣ ኣብዛ ለየር ኣትኹም ዳቢ ክሊክ ትገብርዋ እዚኣ ኦኬ እንዘን ከለር ክትኣትዉ ኢኹም ቀይሕ ዘሎ ፃዕዳ ዋይ ትገብርዎ ኦኬ ኣይረኣን እዩ ዘሎ ሓቂ ስለዚ እንታይ ክንገብር ኢና ድሮፕ ሻዶው ክንገብር ኢና ድሮፕ ሻዶው ንእሽተይ እዚኣ ከምዚኣ ክንገብራ ኢና ኦኬ ንእሽተይ ኣፀልም እዚ ኦኬ እንዘን ብድሕሪኡ በቨል ዝዘላ በቨል ከዓ ፅቡቅ እዩ ከምዚ ከዓ እትሪእዎ ኣለኹም ቅይር ኣብለልካ እዩ በቨል ከምዚ ጌርኩም ንእሽተይ ይኹን ድሓን በቨል ክሳብ ኣብዚኣ ቁፅሪ ትሪእዮ ኣለኹም ክልተ ሰለስተ ካብኡ ንላዕሊ ኣይተሕልፍዎ በቨል ኦኬ ፅቡቅ ክመፃልና ይሸዑ ትሪእዮ ኣለኹም ፅሕፈቱ ፅቡቅ ኮይንና ብድሓን ምፁ ከምዚ ዓይነት እዩ ክትኮን ዘለዋ ስዝበለ ካልእ ውን ሕብርታት ክትቅይሩ ትክእሉ ኢኩም ባዕልኩም ከምቲ ኩሉ ግዜ ዘረኣኩም ናይ ሕብርታት ኣቀያይራ ማለት እዩ so ናይ ዕድመ እዚኣ ትመስል ሕጂ እንታይ ተሪፋትና ኣላ እዛ ጻዕዳ እንታይ ክንገብራ ኢና ንእሽተይ የስስ ከነብላ ኢና ኦኬ ክሊክ ትገብሩ ፍታ ጻዕዳ ሌየር ኦኬ መደምሰስ ትኣትዉ ኤሬዝ ማለት እዩ ኦኬ ብድሕሪኡ ኤሬዝኩም ቸግበርዎ እዚ ኦፓሲቲ ጎዲሉ ከም ዘሎ ፈሎው ፍሎው ጎዲሉ ከም ዘሎ ቸግበሩ ሃሳስ ትገብርዎ እዚ ኦኬ ንእሽተይ ማለት እዩ ጫፍ ጫፍ ኣፍላወር ምታን ክትረኣየልና ኦኬ good ናይ ሎሚ ዕድመ እዚኣ ትመስል ነይራ ሶ ደስ ኢላትና ሰሪሕናዮ ክንከውን ተስፋ ይገብር ዘይተረዳእትና እንተላ ኣብ ኔክስት ክላስና ብሕቶ መሳሊ ከነቕርቦ ንኽእል ኢና ሶ ሕቶኹም ክትሓቱ ትኽእሉ ኢኹም ንሕና እውን ዓቕምና ዘበለ ብምሉኡ ክንምልስ ከነዳሉ ንኽእል ኢና ማለት እዩ ሶ ኣብ ዝመፅእ ዘሎ ክላስ ኣራኸበና ናይ ሎሚ ዕድመ ምስራሕ ናይ መርዓኻ እዚኣ ትመስል ነይራ ሓደሽ ተኸታተልቲ ኣለኹም ሼር ሳብስክራይብ ብምግባር ከተተባብዑና ንምነ ማለት እዩ ብትሕትና ንሓትት ሶ ኣብ ኔክስት ክላስ ኣራኽበና እዚ ማሌት ፕሮዳክሽን እዩ